ትሕዝቶና ሒዝናዮ ንቐርብ ኩሉ ሰሙን ብዛዕባ ተኣሙላት ኣው ተደቡር ኣው ተፍሲር በሲጥ ብዛዕባ ኣያት ኣልቁርኣን ሒዝና ነዊሕ ቀጺልና ናይ ሮሞዳን ናይ ሓጅ ናይ ዓሹራ ክመጽእ ከሎ እንዳ ቆረጽና ኣልሓምዱሊላህ ድሓለፈ ቅድሚ ክልተ ሰሙን ሱረት ዓበሳ ጨሪስና ሎሚ መዓልቲ ሱረተ ናዚዓት ክንኣቱ ኢና ማለት እዩ። ከምኡ ውን እዛ ሱራ እዚኣ እንዳተመቐለት እዚኣ ሎሚ መዓልቲ ቀዳመይቲ ክፋል ክትከውን ከላ ከምኡ ከኣ ድመጽእ ደሎ ሰሙን ድሕሪኡ ደሎ ሰሙን ክሳዕ ንጨርሳ ከምኡ እንዳበልና ክንከይድ ኢና እቲ ነገር ምእንቲ ንኹላህና ክጥዕመልና ግዜና ክንሕሉ ካብ ዓሰርተ ሓሙሽተ ንላዕሊ ኣያት ኣይክንወስድ ኢና ኩሉ ግዜ ማለት እዩ ስለዚ ሱረት ናዚዓት ካብ ኣርባዓ ኣያ ንላዕሊ ስለ ድኾነት ዓሰርተ ኣርባዕተ ሎምዓልቲ ክንወስድ ኢና ድሕሪኡ ድመጽ ደሎ ሰሙን ከኣ ከምኡ እንዳበልና ክንቅጽል ኢና ማለት እዩ ሱረት ናዚዓት

ጥሰን ሒዝና ሎም መዓልቲ ደርስና ብዛዕበእን ክትከውን እያ ማለት እዩ። መቀድም፣ ምቀደም፣ ወይ ከኣ መእተዊ ናብዛ ሱራ እዚኣ ብሽማ ክንጅምር፣ እዛ ሱራ እዚኣ ኣናዚዓት ወይ ከኣ ሱረት ኣናዚዓት ተባሂላ ትጽዋዕ፣ ከምኡ ከኣኒ እዛ ሱራ እዚኣ ካብተን ናይ መካ ድወረዳ፣ ናይ መካ ድወረደ ሱወር ከኣ ንኹሉ ግዜ ብዛዕባ እምነት ረቢ ብዛዕባ ባዕቲ የውመል ቅያማ ብዛዕብኡ ጥራሕ እዩ ድበዝሕ ድዛረብ ማለት እዩ ስለዚ ናይ ሎም መዓልቲ ሱራ ንሪኣ ደለና ሕጂ እዚኣ ካብተን ሱወር መክያ ስለ ድኾነት ከምኡ ብዛዕባ እዚ ክትዛረብ እያ ማለት እዩ እዛ ሱራ እዚኣ ካብቲ ካልኣይ ሽም ደለዋ ኣጣማ ተባሂላ ትጽዋዕ ከምኡ ድማ ኣሳሂራ ተባሂላ ትጽዋዕ ላኪን እቲ መሽሁር ዝውቱር ድኾነ ሺማ ሁዋ ሱረተ ናዚዓት ወይ ድማ ወናዚዓት ኢሎም እውን ይቕጽሉ ይሕዝዋ ማለት እዩ። መቓስድ ናይዛ ሱራ እዚኣ ማለት ዕላማታት ናይዛ ሱራ እዚኣ እንታይ እዩ ቅድም ብኡ ክንርኢ ዕላማ ናይዛ ሱራ እዚኣ ክንሪኦ ከለና ቀዳማይ ነገር ካብቲ ዓብይ ዕላማታት ናታ እንታይ እዩ ብዛዕባ ተቅሪር ኣን ኣልባዕስ ሓቅ እሱ ከኣኒ ርግ ምርግጋፅ እዚ ባዕስ ሓቅ ከም ምኳኑ ማለት እዩ። ጠይብ እንድሕር ከምኡ ኮይናሳ ብዛዕባ ኣልባዕስ እሱ ከኣኒ ድሕሪ ሞት ምትሳእ ከምደሎ ሕሳብ ከምደሎ ጀና ከምደሎ ጀሃነም ከምደሎ ሲራጥ ከምደሎ ቅድሚኡ እዚ ኩሉ እዚ ወይ ከኣ ማሕሸር ውን ቅድሚኡ ከምደሎ ፈሊጥካ እዚ ባዕስ ተባሂሉ ይጽዋዕ ኩሉ እዚ ከምኡ ውን እዛ ሱራ እዚኣ ካብቲ ዕላማታታ ሓደ ኣህዋል ናይ ዮመል ቅያማ ኣብቲ ግዜቲ እንታይ ይርከብ ኣብ ማሕሸር ኣብ ምጽባይ ንሕሳብ ኣህዋል እንታይ እዩ እንታይ ኩነታት እዩ ዘሎ ኣብቲ እዋንቲ ከምኡ ከኣኒ ሓደ ካብቲ ዕላማታታ ነቲኦም ባዕሲ የለን በጀካ ናይዚ ዓለምዚ ናብራና ካልእ ናብራ የብልናን ድብሉ ድማ ክትምልሰሎም ክትከውን ከላ እዛ ሱራ እዚኣ ከምኡ ከኣኒ ብዛዕባ ነዚኦም መልሲ ትቦም ደለኻ ታህዲድ ከምኡ ከኣኒ ከተፈራርሆም ማለት እዩ። ጠይብ ዛዕባታት ናይዛ ሱራ እዚኣ እንታይ እዩ እንተኢልና እቲ ዝዓበየ ኣገዳሲ ዛዕባ ናይዛ ሱራ እዚኣ እሱ ከኣ እንታይ እዩ? ኢስባት ኣልባዕስ ወልጀዛእ እሱ ኸኣ እንታይ ማለት እዩ? እቲ ባዕስ ክርከብ ከም ምዃኑ ርግግጽ ንዕኡ ምግባር ከምኡ ድማ መብጻዕቲ ወይ ከኣ ዓስብኻ ትወስደሉ ከም ምዃንካ በቲ ኣብዛ ዓለምዚ ትነብሮ ዝነበርካ ካልኣይ

እሰ ድማ ሒዛ ቀሪባ ኣላ። ራብዓይ፣ ጭብጥታት ብዛዕባ ባዕት፣ ድሕሪ ሞት ምትሳእ ከም ዘሎ፣ ሕሳብ ከም ዘሎ፣ ጀና ከም ዘሎ፣ ናር ከም ዘሎ፣ ሓሽር ከም ዘሎ፣ ሲራጥ ከም ዘሎ፣ መላኢካ ስራሕ ከም ዘለዎም ከኣ እዚ ኩሉ እዚ ነገርዚ ንዕኡ ጭብጥታት ተቕርብ፣ ኣብ ርእሲኡ ድማ ኣላህ ተዓላ ክሳዕ ክንደይ ቁድራ ከም ዘለዎ፣ ቃድር ዓላ ኩሊ ሸይ ከም ምዃኑ፣ ከኣ ትገልጽ ማለት እዩ። ሓምሻይ፣ ኣብ የውመል ቂያማ ዝርከብ ኣህዋል፣ ኣሕዳት፣ ኩነታት፣ ደቂ ሰባት ይኹኑ ካልኣት ፍጡራት እንታይ ከም ምዃኑ ትገልጽ ማለት እዩ። ሻድሻይ፣ ዛዕባታት ናይዛ ሱራ እዚኣ ሓደ ሰብ ወዲ ሰብ ካብቶም ሙተቂን ተኾይኑ እንታይ ይጽበየሉ ኣብ ዓቂባ ዓስቢ ናቱ ሻድሻይ እቶም ሙተቂን እንታይ ዓስቢ ይጽበዮም ኣሎ ጽቡቅ ድኾነ እቶም ካፊሪን ሙሽሪኪን ከኣኒ እንታይ ሱእ ዓቂባ ክሳዕ ክንደይ ሕማቅ እዩ ዝጽበዮም ዘሎ ብዮውመል ቅያማ ትገልጽ ማለት እዩ ኣብ ርእሲኡ ኣጥፊእናያ እታ ትሕዝቶ ምሳኹም ክነብል ሕጂ ሻውዓይ እንታይ ትገልጽ ማለት እዩ ነቲኦም ኣልሙሽሪኪን ሕቶ ድሓትዎ ከመይ ጌርና ኢና ክንትስእ መዓስ እዩ እቲ ዮመል ቅያማ መን እዩ ድፈልጦ መን እዩ መዓስ እያ እቲ ቀንዲ ናታ ዕለት ክትነግረና ዶ ትኽእል እንዳበሉ ንረሱል ሰለሏሁ ዓለይሂ ወሰለም ከምኡውን ነቶም ካልኣት ኣንብያእ ቅድሚኦም ዝነበሩ ከምኡ ዝኣምሰለ ሕቶ ይሓቱ ኩሎም ሙንክሪል ባዕት ማለት እዩ እዚ ፍልጠት ናይ የውመል ቅያማ መዓስ እዩ ድማ መረዱሁ ኢለሏሂ ጀለ ጀላሉሁ በጀካ ረቢ ሓደ ካልእ ሰብ ዝፈልጦ የለን ኣረሱል ሰለሏሁ ዓለይሂ ወሰለም እቲ ናቶም ስራሕ እንታይ እዩ ብዛዕባ የውመል ቂያማ ከም ዘሎ ከዘክሩ እሳ እንድሕር መጺኣቶም ድማ ዋላኳ ድሕሪኡ ነዊሕ ዘመን ይኹን እቲ ሰዓታትቲ ሽዑ ከምዛ ፍርቂ መዓልቲ ኮፍ ድበሉ ኮይኑ እዩ ክስምዖም ኣብዛ ዓለም እዚኣ እዚ እቲ ዛዕባታት ናይታ ሱራ ማለት እዩ ሕጂ ከኣ ናበይ ክንኣቱ ኣልማዕነ ልእጅማሊ ሓፈሻዊ ትሕዝቶ ናይዚኣ ሱራ እዚኣ እዘን ኣያት እዚኤን ሎሚ መዓልቲ ድከርኣናየን ዓሰርተ ኣርባዕተ ሓፈሻዊ ናተን እንታይ እዩ ቀዳማይ ነገር እዛ ሱራ እዚኣ ክትከፍት ከላ እዛ ኣያት እዚኣ ቀዳመይቲ ደምጻቶ ብምምሓል ጀሚራ ኣላሁ ተዓላ ይምሕል ኣሎ ኣላህ ከኣ ብድላዩ ክምሕል ይኽእል እዩ ናቱ እዩ ንሕና ግን በጀካ ብኣላህ ካልእ ክንምሕል ኣይፍቀደናን እዩ ኣላህ ክምሕል ከሎ ከኣ እቲ ዝምሕለሉ ዘሎ ጉዳይ ከኣ ዓቡይ ነገር ከም ምዃኑ ክንፈልጥ ኣለና ከቢድ ነገር ከም ምዃኑ፣ ዓዚም ከም ምዃኑ ክንፈልጥ ኣለና። ኣብዛ ሱራ እዚኣ ኣላሁ ተዓላ ብሓሙሽተ ኩነታት ይምሕል ኣሎ። እዘን ሓሙሽተ ኣያ ዘለዋ ቀዳሞት ማለት እየን። ኣላሁ ተዓላ ምሒሉ ብመላኢካ እቶም ሩሕ ናይ ወዲ ሰብ፣ ህይወት ናይ ወዲ ሰብ ዝወስዱ ክልተ ዓይነት እዮም። ንሳቶም እቶም ናይ ኩፋር ዝወስዱ የምንጭቱዋ ካብቲ ኣካላቱ ነዝዕ ኣናዚዓት ማለት መንጭትካ ምውሳድ ማለት እዩ ከምዚ ጡጥ ወይ ሱፍ ማይ እንድሕር ተሓዊስዎ ከተውፅኦ ምስ ተኣሳሰረ ከምኡ ተሮሕ ናይ ኩፋር ከምኡ ገይሮም ይነዝዕዋ ነዝዕ ማለት ከምኡ ማለት እዩ መንጭትካ ምውሳድ ማለት እዩ ብሓይሊ ካልኣይ ድመሓለሎም ከዓኒ እንታይ እንተይልና እዚኦም ኣልመላኢካ ኣንጻር ናቶም ካልኣይ ማሕላ እቶም ናይ ሙእምኒን ዝወስዱ ብረፍቅ ኣብ ካልኣይ ኣያ ብቀሊል ብ ፎኪስ ገይሮም ታርሑ ብቕልጡፍ ይወስድዋ ማለት እዩ። ሳልሳይ መላኢካ ምስ ካብ ሰማይ ናብ መሬት ክወርዱ ድመሓለሉ ረቢ ማለት እዩ። ካብ መሬት ናብ ሰማይ ክምለሱ እዚ ኩሉ እዚ ከም ዝድሕንብስ ሰብ ኣብ ባሕሪ ከምኡ ንሳቶም ከኣ ቀልጢፎም ግዜ ከይወሰደሎም ይኸዱ ከም ምዃኖም በቲ ትእዛዛት ናይ ረቢ ዝኣዘዞም ሒዞም ወይ ኣብጺሖም ይኸዱ። ራብዓይ እቶም መላኢካ ከማን ድማ ሓለሎም ኣለዉ ድማ እሶም ከኣ እንታይ እዮም እቲ ኣምር ላህ ተዓላ ተኣዘዝዎ ብቅልጡፍ ከም ዝፍጽምዎ ቀጢሎም ቀልጢፎም ከም ድሰርሕዎ ሓምሻይ ድመሓለሉ ረቢ ድማ ኣልመላኢካ ኣብዛ ዓለምዚ ድርከብ ተድቢር ኩሉ ብዛዕባ ደቂ ሰባት ይኹን ኣብ ሰማይ ደሎ ይኹን ኣብ መሬት ደሎ ብዙሕ ነናቶም ስራሓት ኣለዎም ከም ጅብሪል ናይ ወሓይ ክኸውን ከሎ፣ እስራፊል ነታ ቀርኒ ናይ የውመልቅያማ ድነፍሓላ ክልተ ግዜ፣ ሓንቲ ግዜ ምስ ነፍሐ ኩሉ ሰብ ኩሉ ፍጡር ይመውት፣ ካልኣይ ግዜ ምስ ነፍሐ ድማ ኩሉ ሰብ ከኣ ይትስእ፣ እዚ ከምዚ ድኣምሰለ ናይ ማይ ኣለዉ፣ ናይ ወዲ ሰብ ድሓፍዝዎ ኣለዉ፣ ናይ ኩሉ በብስርሖም ዘለዎም መላኢካ ኩሎም ከኣ እዚኦም ተድቢር ይገብሩ ማለት እዩ። እዚ ሓሙሽተ ማሕላ በቶም ናይ መላኢካ ክምሕል ከሎ ረቢ እቲ መልሲ ናይቲ ማሕላ እንታይ እዩ መልሲ ማለት ከመይ ማለትና እዩ ሓደ ሰብ ወላሂ ወላሂ ወላሂ ክብለካ ከሎ እንታይ ኢኻ ትጽበ እቲ መልሲ ናይቲ ማሕላ እንታይ ክብል ደልዩ ኣላሁ ተዓላ ከኣ ድሕሪ እዚ ሓሙሽተ ማሕላ ናይ ደቂ መላኢካ ብመላኢካ ጌሩ ምምሓሉ ድሕሪኡ እንታይ ማለት እዩ ትመልሱ ዋላሂ ለቱብዓቱና ኣዩሃናስ ናይ ብሓቂ ድሕሪ ሞት ተሲእኩም ኣብ ቅድሚ ረቢ ክትቀርቡ ኢኹም ድሕሪኡ ረቢ ዘኪሩ ብዛዕባ ኣህዋል የውመል ቅያማ እሱ ከኣ መሬት ተንቀጣቑጠሉ ተቅተሪቡ ወተተዘልዘሉ ከምኡ ውን ረጅፋ መጽእ ድሕሪኡ ከኣኒ ረድፋ ያኒ ይመጽእ ረጅፋ ማለት ከኣ ምንቅጥቃጥ ማለት እዩ ከምኡ ከኣኒ እቲ ናይ ኩፋር ልቢ ናይቶም ድሕስው ነበሩ ናይቶም ሙሽሪኪን ረቢ ከኣኒ የውመኢዝን ዋጅፋ ናይ ብሓቂ ፈሪሆም እዮም ትስኡ ካብ መጠን ንላዕሊ ምኽንያቱ እቲ ድሕስውዎ ድክዝብዎ ነበሩ መጽዩ ኣህዋል ናይ የውመል ቅያማ ሪኦም ነዚ ነገር እዚ ዓይኖም ምስ ረኣዩ ብፍርሃት ኣብሳርሁም ዘሊለቱን ሙንከሲራ ኣብሳሩሃ ኻሽዓ ኢልዎ ረቢ እቲ ዓይኖም ከኣ ትሒቶም ዓይኖም ንላዕሊ ንቕድሚት ከይጠመቱ ከምዚኣ ኢሎም ርእሶም ሰነኑ በቲ ብዚ ዱንያ እዚ ድገብርዎ ድነበሩ ማለት እዩ ድሕሪኡ ረቢ እቶም ሙሽሪኪን እቶም ኩፋር ኣብዚ ዱንያ እዚ ብዛዕባ ባዕስ ኢንካር ክገብሩ ከለዉ እንታይ ይብሉ ነይሮም ከኣ ረቢ ይገልጸልና ኣሎ ማለት እዩ። እንታይ ይብሉ ነይሮም እዞም ድሕሱ ብባዕስ ድሕሪ ሞትናሲ ህወት ክንመጽእ ኢና ክንምለስ ኢና ካብ ቀብርና ክንትስእ ኢና ድሕሪኡ ከኣኒ ህወትና ተመሊሱ ሲ ከመይ ገይሩ እዩ ክምለስ ዓጽምና ኣሪጉ ሓሙኹሽቲ ተመሲሉ ሓመድ ኮይኑ እዚ ኩሉ እዚ ምስ ተረኸበ ሲ ህወትና ክመጽእ እዩ ክምለስ እዩ እዚ ከምዚ እንዳበሩ የስተህዝኡ ይክሕዱ ምእማን ይኣብዩ ነይሮም፣ ረቢ ከኣ እዚ ነገር እዚ ክርከብ ከም ምዃኑ መልሲ ዳሕራይ ክቦም እዩ፣ እንድሕር እዚ ነገር እዚ ተረኺቡ ሕጂ እሳቶም ካብ ሓንጎሎም ኣርሒቆሞ፣ ካብ ሓሳቦም ኣርሒቆሞ፣ ካብ ልቦም ኣርሒቆሞ፣ ካብ ዓይኖም ኣርሒቆሞ ኣለዉ፣ እንድሕር እዚ ነገር እዚ ተረኺቡ ድሕሪ ሞት ኢዘን ንሕና ኣብ ኸሳራ ኢና ዘለና ማለት እዩ ኢሎም። ብምእማን ኣይኮኑን ከምኡ ዝብሉ ዘለዉ እንታይ ደኣ ንእስትህዛእ ዝያዳ ኣላሁ ተዓላ ከኣ ንዓኣቶም እንታይ መሊሱሎም እዚ ነገር እዚ እኮ ንረቢ ቀሊል እዩ ፈኢነማ ህያ ሰይሓቱን ዋሒዳ ሓንቲ ድምፂ እያ ካልኣይ ምድጋም ደየድልያ ፅምዲ ደየድልያ ደቂ ሰባት ካብ ቀብሮም ተሲኦም ሂወቶም ተመሊስዎም ኣብ ኣርደል ማሕሸር ናብ ረቢ ይቀርቡ ማለት እዩ እዚ ክኸውን ከሎ እቲ ሓፋሽ ትሑዝታኣ ናይዛ ሱራ እዚኣ ተፍሲር ናታኸ እንታይ እዩ ድብል? ሕጂ እዚ ኩሉ ድሓለፈ ድገለጽክዎ ሓፈሻዊ ናይዘን ዓሰርተ ኣርባዕተ ኣያት ማለት እዩ። ረቢ እንታይ ኢሉ ኣብ ተፍሲር ናተን? ወናዚዓቲ ገርቃ ኣላሁ ተዓላ ምሕር ኣሎ ዋወል ቀሰም ተባሂሉ ዋው እዚኣ ቀሰም እያ ትጽዋዕ መምሓሊ ምልክት እዩ ኣላሁ ተዓላ በቶም መላኢካ ህይወት ናይ ወድ ናይ ኩፋር ዝወስድዎ ካብ ኣካላቶም ብሓይሊ ዝምንጭትዎ ካብ ኩሉ ካብ እግሮም ጀሚራ ክሳዕ ብኣፎም ትወጽእ እዛ ሩሕ እንዳመንጨቱ እንዳመንጨቱ ይወስድዋ

ወለው ተራ ኢዝ ዛሊሙና እቶም ዛሊሚን ዝነበሩ ሙሽሪኪን ዝነበሩ ኩፋር ዝነበሩ ፊ ቐመራቲል መውት እታ ሩሕ ኣብዚኣ ምስ በጽሐት ኢሕቲዳር ምስ መጸ ሞት ቀሪባ ክትወጽእ እታ ሩሕ እቶም መላኢካ ባሲጡ ኣይዲሂም እቶም መላኢካ

ንምንታይ ኣንታ ረቢ እዚ ነገር እዚ ይጽበየና ኣሎ ቢማ ኩንቱም ተቁሉነ ዓላ ላሂ ገይረ ልሓቅ ኣላህ ወሊዱ ኣላህ ኣይክእልን እዩ ኣላህ ኣይተሰኣናን እዩ ኣላህ ካልኣይ ሂወት ድበሃል የለን ኢልኩም እዚ ኩሉ እዚ ሓቃዊ ደይኮነ ነገር ትዛረቡ ነርኩም ወኩንቱም ዓን ኣያትሂ ተስተክቢሩን ከምኡ ከኣኒ እቶም ኣንብያ እቶም ዱዓት ኣይፋልኩምን ክብሉኩም ከለዉ ትክበሩ ነርኩም ኣብዛ ኣዱንያ እዚኣ ስለዚ እዚ ነገር እዚ ድጽበየኩም ደሎ ኢልዎም ረቢ ከምኡ ውን ኢልዎም ረቢ

ነቶም ኩፋር ሩሖም ክወስድዋ ከለዉ። የድሪቡና ውጁሃሁም ብገጾም እንዳ ወቕዑ ወኣድባረሁም ብሕቖኦም እንዳ ወቕዑ ድሕሪኡ ከኣ እንታይ ይብልዎም እዚ ገና

ከቋርጽ ከሎ እቲ ዕድሚኡ ኣኺሉ ክኸይድ ከሎ ንኣኼራ ክሳጋገር ከሎ ኣኼራ ናይ ሓደ ሰብ ወዲ ሰብ መዓስ እዩ ክመውት ከሎ ኣኼራኻ ተሲኡ ማለት እዩ ቅያማኻ መጽያ ማለት እዩ ናይ ድኾነ ይኹን ወዲ ሰብ ናተይ ይኹን ናትካ ይኹን ናትክ ይኹን ናይ ድኾነ ካፍር ሙእምን ይኹን ሞት ቅያማ ናትካ መጽያ ማለት እዩ ሕጂ እዚ ካፈር እዚ ክመውት ከሎ መላኢካ ካብ ሰማይ ይመጹ ሱዉዱ ልዉጁህ ጽለሎ መስሉ መዓሁም ልምሱሕ ኣለዎም ምስ እድ ሕዝዎ ኮፍ የብልዎ ምንሁ መደል በሰር ኮፍ የብልዎ ክሳዕ ዓይኑ መጨረሻ ድጥምት ثم የጂኡ መለከል ሞት ድሕሪኡ እቲ መለከል ሞት ይመጽእ እዚኦም ኩሎም ሓገዝቲ ናይዚ መለከል ሞት እዮም እዞም መላኢካ እዚኦም ድሕሪኡ መለከል ሞት ይመጽእ ሓደ ካብቲ ስራሕ ተወኪልዎ ዘሎ መለከት ሩሕ ናይ ወዲ ሰብ ምውሳድ ኣብዛ ዓለም እዚኣ

ኣብቲ ደሪዳ ናይ ጎይታ ምጺ ፈተፈረቁ ፊ ጀሰዲሂ እዛ ሩሕ እዚኣ ምሒር ፍርሃት ነዚ ነገር እዚ ምስ ሰምዐት ኣብ ኩሉ ኣካላቱ ክትሕባእ ትጽዕር ኣብ ጅማውቲ ካብ እግሪ ጽፍሪ እግሪ ጀሚርካ ክሳዕ ርእስኻ ኣብ ኩሉ ክትኣቱ ፈየንተዚዑሃ ስሒቡ የውጽኣ ብሓይሊ ከማ ዩንተዘዑ ሱፉዱ ሚነ ሱፊ ልመብሉል ከምዚ ሓደ ሱፍ መብሉል ዘሎ ገለ ጌርካ ከተውጽኦ ትጽዕር ከምኡ ገቢሩ እንዳ ብሓይሊ እንዳውጽኣ ይወስዳ ማይ ተበለለ ሱፍ

ኣብ መሬት ዝኸፍኣ ጨና ዘሎ ከምኡ ተውጽእ ፈየስዓዱነ ቢሃ ናብ ረቢ ከምኡ እንዳበለት ሒዞማ ይኸዱ እዚ ሓዲስ እዚ ሰሓሓሁ ኣልኣልባኒ ፊ ሰሒሕ ኣተርጊብ እዚኣ እታ ቀዳመይቲ ኣያ ወናዚዓቲ ገርቃ ያኒ እቶም መላኢካ ብሓቂ ኣትሪሮም ይስሕብዋ ናዚዓት ገርቃ ማለት ከኣ ክሳዕ ውሽጢ ምእታው ማለት እዩ ከምዚ ኣብ ባሕሪ ዝጠልቕ ሰብ ቐረቕ ትብሎ ሓደ ነገር ውሽጢ ሓንቲ ደይብላ ቦታ ደለታ ሩሕ ከውጽዋ ምእንቲ ድሕሪኡ ረቢ ኣንጻር ናይዚኦም ከንታዎት እዮም ኣንጻር ናይዞም ኩፋር ኣንጻር ናይዞም ሙሽሪኪን እታ ሩሖም ብሰላም ትወጽእ እቶም ሙእምኒን ወናሽጣቲ ነሽጣ ኢሉ ረቢ እቶም እዛ ሙናሰባ እዚኣ ኣያ እዚኣ ምስታ ቅድሚኣ ዝነበረት ተሪእና ረቢ እቲ ናይ ብሓይሊ ምውሳድ ብጨንቂ ምውሳድ ታሩሕ ምስ ኣምጸ ሕጂ ከኣ እታ ብሊን ብፎኪስ ብቀሊል ትወጽእ ሩሕ ከኣ ይዝክር ኣሎ ወናሺጣቲ ነሽጣ ይምሕል ኣሎ ረቢ በቶም መላኢካ ናይቶም ኣርዋሕ ኣልሙእሚኒን

እቲ ሙእምን ድኾነ እብዛ ኣዱንያ እያ ኢዛ ካነ ፊ እንቂጣዒን ሚን ኣዱንያ ወኢቅባሊን ሚን ኣልኣኼራ ካብ ኣዱንያ ዕድሚኡ ሰዓቱ ኣኺሉ ናብ ኣኼራ ክሰጋገር ሩሑ ዚኣ በጺሓ ነዘለ ኢለይህ መላኢካ ሚን ኣሰማእ መላኢካ ካብ ሰማይ ይወርዱ ቢዱ ልውጁህ ሻሽ ይመስሉ ክትሪኦም ከለኻ

ይብል ክኣ ሕጂ ዓንተወይ ነቲ ካፍር እንታይ ኢልዎ ሰሚዕኩም ሕጂ ከኣ ነቲ ሙእምን እንታይ ይብሎ ኣየቱሃ ነፍሱ ጠይባ ኣንቲ ጥዕምቲ ድኾንኪ ነፍሲ ኣኽሩጂ ውጺ እዛ ህይወት እዚኣ ካብዛ ሩሕ እዚኣ ኢላ መግፊረትን ሚን ኣላህ ኣብቲ መግፊራ ናይ ረቢ ንዒ ወሪድዋን ኣብቲ ሪዳ ናይ ረቢ ቅረቢ ፈተኽሩጁ እታ ህይወት ትወጽእ፣ ተሲሉ ከማ ተሲሉ ኣልቀጥረቱ ሚነ ኣሲቃ፣ ከምዚ ማይ ካብ ኣብ ሩቕ ነጥቢ ወይ ከኣ ካብ ጊርባ ትነጥብ በቲ ተኣሲራቶ ዘላ ጥብ እንዳ በለት ትኸይድ ከምኣ ቀሰይ ኢላ ትወጽእ፣ ፈየእኹዙሃ፣ እቲ መለክ ሒዙዋ ኸይድ ንሰማይ። ሳልሰይቲ ኣያ፣ ወሳቢሓቲ ሰብሓ፣ በርዱ ኣላሁ ተዓላ፣ ብዛዕባ መላኢካ ናይ ሽድ ናይ ሸዲዲን ምስ ኩፋር ከመይ ጌሮም ይወስድዎም ምስ ተዛረበ ዳሕራ ከኣ ናይ መላኢካ ሩፋቃእ ያኒ ጠይቢን ናይ ሙእሚኒን ከመይ ጌሮም ከም ዝወስድዎ ምስ ዘከረ ሕጂ ከኣ ብዛዕባ እቲኦም ሳልሳይ ዓይነት መላኢካ ወሳቢሓቲ ሰብሓ እቶም መላኢካ ድኣዘዞም ረቢ ካብ ሰማይ ናብ መርየት ክወርዱ ከለዉ ጠየራን ከምዚ ብኣየር ትነፍር ካብ ሰማይ ቀልጢፎም ይወርዱ ወቀልጢፎም ከኣ ምለሱ ስለዚ በዚኦም ምሕል ኣሎ ረቢ በቲ ትእዛዛት ናይ ረቢ ሒዞም ኣምር ኣላህ ተዓላ ዝኣዘዞም ንኽፍጽሙ ካብ ሰማይ ይወርዱ ይድይቡ ብዛዕባኦም ከኣ ረቢ ይዛረብ ኣሎ ፈሳቢቃቲ ሰብቃ ድሕሪኡ ከኣ ረቢ በዞም መላኢካ እዚኦም ቀልጢፎም ትእዛዞም ድፍጽሙ እተኣዘዝዎ ድፍጽሙ ግዜ ከይወሰዱ ድሕር ከይበሉ ፈልሙደቢራቲ ኣምራ ሓምሻይ ማሕላ ድማ በቶም መላኢካ እቲ ትእዛዝ ወይ ስራሓት ሂብዎም ዘሎ ረቢ ኩሉ ሰስርሑ ቀጥ ኢሉ ድሰርሖ ካብኣ ሰንተት ከይበለ እዚኦም መላኢካ እዚኦም በዚኦም ምሒሉ እንታይ እዩ እቲ መልሲ ናይቲ ማሕላ ዋላሂ ለቱብዓሱና የውመልቅያማ

ድሕሪኣ ግዜ ከይወሰደት ከምቲ ረሱል ሰለላሁ ዓለይሂ ወሰለም ዝበልዎ ኡበይ ብን ከዓብ ረዲየላሁ ተዓላ ዓንሁ ዝነገረና ካነ ረሱሉላሂ ሰለላሁ ዓለይሂ ወሰለም ኢዛ ዘሀበ ሱሉሰ ለይል ቃመ ፈቃል ረሱል ሰለላሁ ዓለይሂ ወሰለም እቲ ሲሶ ናይ ለይቲ ምስ ከደ ይትስኡ ነይሮም ይብሉ ነይሮም ያ ኣዩሃናስ ኦ ኣቱም ደቂ ሰባት እዝኩሩላህ ንረቢ ዘክሩ እዝኩሩላህ ንረቢ ዘክሩ ጃኣት ራጂፋ ዮመልቅያማ ቀሪባ እያ ቀጥቀጥ ክትብል እያ እዛ መሬት ተትባዑሃ ራዲፋ ድሕሪኡ እውን ባዕሲ ኣሎ

እቶም ድሕስዉ ድነበሩ ብዚ ዱንያ እዚ እቶም ሽርክ ድገብሩ ድነበሩ ንረቢ ደይግቦኦ ድብልዎ ነበሩ ወሊዱ ወይ መላኢካ በናቱላህ ድብሉ ድነበሩ ወይ ዒሳ ወዲ ረቢ ድብሉ ድነበሩ ወይ ካልኣት ደምልኹ ድነበሩ ሙሽሪኪን ናይ ዓረብ ወይ ካልኣት ሙሽሪኪን ጣኦት ደምልኹ ድነበሩ ነዚኦም ከ ቁሉቡን የውመኢዝን ዋጂፋ እታ ናቶም ልቢ ካብ መጠን ንላዕሊ ብፍርሃት ቦጅቦጅቦጅቦጅ እያ ትብል ንምንታይ ካብቲ ጨንቂ ናይ ኣህዋል የውመል ቅያማ ልቦም ጥራሕ ድዩ ከምኡ ላእ ኣብሳሩሃ ኻሺዓ እዞ ናይዞም ኩፋር እዚኦም ከኣ እቲ ዓይኖም ካብ መጠን ንላዕሊ ድንን ምስ በሉ ልዕል ኣቢሎም ደይጥምትሉ ብምሒር ሓዘን ብምሒር ጓሂ ብምሒር ፍርሃት ኣህዋል ናይ የውመል ቅያማ ምስ ረኣዩ

ተርሃቅሁም ዚላ እቲ ገጾም ጽለሎ መሲሉ ብምሒር ሕፍረተን ብምሒር ጓህን ብማሒር ጣዕሳን ንምንታይ ዛሊከል ዮውም ኣለዚ ካኑ ዩዓዱን ነዚ እኮ ኢኹም ረቢ መዓልቲ ኣሎ ድብልኹም ነበሩ እቶም ሩሱል ናይ ረቢ ኣብዚ ከኣ እዚ ነገር እዚ ምስ በሉ ቁሉቡን የውመኢዝን ዋጂፋ፣ ኣብሳሩሃ ኻሺዓ፣ ድሕሪኡ እንታይ ይብሉ? የቁሉነ ኣኢና ለመርዱዱነ ፊል ሓፊራ ይብሉ ኸኣ መሊሶም፣ ንሕናሲ ድሕሪ ሞትሲ ናብዚኣ መሬት እዚኣ ወይ ኣብቲ ህይወትና ዝነበርናያ ክንምለስ ዲና ናይ ብሓቂ? በቲ ባዕት ስለ ድክዝቡ ደለዉ፣ ስለ ድክሕዱ ደለዉ፣ ድሕሪ ሞትና ክንትስእ ዲና? ካብ ቀብርና ወጺና ክንከይድ ዲና ከመይ እዩ እዚ ኣኢዛ ኩና ዒዛመ ነኺራ ድሕሪ ዓጽምና ሓሙኽሽቲ ሓመድ ምስ ኮነስ ክንትስእ ካብ ሞትና ዓጽምና በልዩ ከም ሓመድ ተቐይሩ እሞ ድሕሪኡ ከዓ ክንትስእ ኢና

ዓጽሚና ምስ በለየ፣ ሓመድ ምስ ተቐየረስ፣ ድሕሪኡስ ክንትስእ ኢና፣ ኣብ ሓዱሽ ህይወት ክመጸና እዩ። ኣብ ሱረት ኣልኢስራእ እንድሕር እዚ ነገር እዚ ተረኺቡ እንታይ ክኸውን እዩ? ቃሉ ትልከ ኢዘን ከረቱን ኻሲራ ይብሉ ሽዑ እዚ ነገር እዚ እንድሕር ተረኺቡ እንድሕር ደኣ እዚ ዝብልዎ ዘለዉ ረሱ እንተተረኺቡ ምዓኑ ኣይክርከብን እዩ ይብሉ ኣለዉ እንተ ደኣ እዚ ምምላስ እዚ ናይ ህወት ተመጺኡ ከምዚ ዝብልዎ ዘሎ ዘርሱ ፈናሕኑ ካሲሩና ኢዘን ንሕና ብ ኸሳራ ኢና ዘለና ማለት እዩ እንታይ ዓይነት ክሳራ እዩ ዝፅበየና ዘሎ ረቢ ከዓ መሊሱ ኣሎ እዚ ትብሉ ኣለኹም

ኣላሁ ተዓላ ድሕሪ እስራፌል ነፍኽ ምስ ገበረ ኩሉ ሰብ ምስ ሞተ ኩሉ ሰብ ምስ ሞተ እንታይ ይኸውን ሽዕኡ ረቢ ማይ የውርድ

ተሲኦም ካብ ቀብሮም ሂወቶም ተመሊስዎም ኣብዛ ኣርድል ማሕሸር ኣሳሂራ ማለት ኣርዲ ማለት እዩ ኣብ ኣርድል ማሕሸር ይእከቡ። እዚ ኩሉ እዚ ረቢ ክገልጸልና ከሎ ኣብዘን ደሓ ዝወሰድናየን ኣያት እንታይ ጠቕምታት ክንረክብ ንኽእል ተይልና ኣላሁ ተዓላ ፈኢነማ ሂየ ዘጅራ ዋሒዳ ኢሉ። ኣዘጅር ከኣ ንሓደ ሰብ ከተጠንቅቕ ከለኻ ብዝያዳ ምስ ናህሪ ካብ ላእ ኣይፋልካን ምባል ካብኡ ንላዕሊ ኣዕሚቕካ ማለት እዩ። ስለዚ ከምኡ ኢሉ። ከምቲ ከኣ እንታይ ይብሎም ኣሎ ረቢ እታ ሰይሓ እቲኣ ንህቶ ደቂ ሰባት ዓጽሞም ሓመድ ተቐየረ ተስኡ ካብ ሞትኩም ናብቲ መዓልቲ ቆጸራ ረቢ ድነገረኩም ምጹ እዚ መዓልቲ እዚ እኮ ንረቢ ረሱል ልኢኹ ድጠንቅቐኩም ነበረ ሕጂ ዘመን ስራሕ ኣይኮነን እንተድኣ ዘመን ዓስቢ እዩ ድዘራእካዮ ፍረ ምውሳድ እዩ ሕጂ ሓደ ሰብ ወዲ ሰብ ዘርኢ ደይብሉ ድማኒ ፍረ ክወስድ ኣይክእልን እዩ ወይሉ ሓደ ሰብ ንዮመልቅያማ ሓደ ስንቂ ደይብሉ ክመጽ እቲ ስንቂ ከመይ ጌርካ ኢኻ ትረኽቦ ኣብዚ ኣዱንያ ከለኻ ትዘርኦ ዝነበርካ ስለዚ መላኢካ ወናዚዓቲ ገርቃ ወናሺጣቲ ኸኣ ረቢ ካልኣይ ጥቕሚ ንረኽቦ መላኢካ ደቂ ተባዕትዮ ኣይብሃሉ ደቂ ኣንስትዮ ይብሃሉ እንታይ ደኣ ኸልቁን ምን ኸልቂላህ። ረቢ ነቶም መላኢካ ደቂ ኣንስትዮ እዩ ድበሎ ድበልዎም ረቢ ናይ ብሓቂ ሸኒዕ ከም ምዃኑ ገሊጹ። ኣብ ሳልሳይ ጠቕሚ ንረኽቦ ኣብዛ ዓለም እዚኣ ድርከብ ኣብ ሰማይ ይኹን ኣብ መርየት ኩሉ ምንቅስቓስ ኩሉ ነገር ድርከብ ናይ ከዋኽብቲ ይኹን ናይ ጸሓይ ይኹን ናይ ወርሒ ናይ ንፋስ ናይ ደበናታት ናይ ፍረታት ድበቁል እንስሳታት እዚ ኩሉ እዚ በቶም መላኢካ ረቢ ወኪልዎም ደሎ ስርሖም ንኽሰርሑ ቦኦም እዩ ድንቃሳቀስ ስለዚ ብዚ እንታይ ኢሉ ረቢ ብዛዕባኦም ፈልሙደቢራቲ ኣምራ። ፈልሙቀሲማቲ ኣምራ ከኣ ኢሉ ኣብ ሱረት ኣዛርያት ስለዚ ስራሕ ኣለዎም ኩሎም ኩሉ ነገ ዝርከብ ረቢ ወኪልዎም ነቶም መላኢካ ክእለት ዘይብሉ ኣይኮነን ረቢ ባዕሉ ክገብሮ ክእል እዩ ላኪን ኣላሁ ተዓላ ላ ዩስኣሉ ዓማ የፍዓል ወሁም ዩስኣሉን ብሰማይ ይኹን ብመርየት ኩሉ ተድቢር ዝርከብ ኣብዛ ዓለም ኣላሁ ተዓላ ብእዝኒ ናቱ፣ ብፍቓድ ናቱ፣ ብድልየት ናቱ፣ በትእዛዝ ናቱ እዩ ዝርከብ። ኣብ ሓደ ሓደ ግዜ እቲ ተድቢር ናብ መላኢካ ኣብዚ ክገብሮ ከሎ ፈልሙደቢራቲ ኣምራ ክብል ከሎ ላኪን እሳቶም እቲ ስራሕ ስለ ግብራዊ ዝገብርዎ ዘለዉ ወኢላ ኩሉ ኣምር ሚነላሂ ተዓላ ከምቲ ረቢ ዝበሎ

በል ሙሓመድ ሰለላሁ ዓለይሂ ወሰለም መን የርዝቁኩም ሚነ ሰማኢ ወልኣርድ መንዩ እቲ ርዝቂ ናትኩም ሒዝዎ ዘሎ ጥዕና ይኹን ሽሻ ይኹን ውላድ ምሃብ ይኹን ሰበይቲ ምርዓው ሕማም ይኹን ጥዕና መንዩ እዚ ኩሉ ነገር እዚ ደምፅኦ ኣመን የምሊኩ ሰምዓ ወልኣብሳር እቲ ምስማዕን እቲ ምርኣይንሲ መንዩ ረቢ ድህብ ዘሎ ወመን ዩኽርጁ ልሓየ ሚን ልመይት መንዩኸ ነቲ ሓይ ዝኾነ ሰብ ካብ ዝምውት ዝኾነ ሰብ ከም ካፍር ሓደ ሙስሊም ዘምጽእ ዘሎ ወዩኽሪጁል መይተ ሚነል ሓይ ካብቲ ሓይ ሙእምን ዝኾነ ድማ ካፍር ይመጽእ ሓደ ሓደ ግዜ ከምኡ ኢሎም ባዕድ ልዑለማእ ወመን ዩደቢሩ ልኣምራ መን እዩ ናይዛ ዓለም እዚኣ ኩላ ደንቀሳቕሳ እዚ ኩሉ ሕቶታት ይሓትት ኣሎ ረቢ ፈሰየቁሉን ኣላህ

ድውንን ኩነታት ትእዛዝ ይኹን ፍቓድ ይኹን ድልየት ይኹን እቶም መላኢካ ላኪን በቲ ረቢ ድኣዘዞም ንዕኡ ጣዓ ገይሮም እቲ ኩነታት ባዕሎም እሶም ኣብ ግብሪ የውዕልዎ ማለት እዩ ከምዚ ረቢ ድበሎ የውመ ተርጅፉ ራጅፋ ተትባዑሃ ራድፋ ኣብዚ ድማ ዑለማእ በዛ ኣያ እዚኣ ድማ እንታይ ኢሎም ጽባእ ዮመል ቅያማ ነፍኸተን እዩ ዘሎ ኢሎም። ነፍኽ ኩሉ ወዲ ሰብ ኩሉ ፍጡር ድሞተ ኣላ ነፍኽ ድማ ኩሉ ድትስእ ኣላ። በዛ ኣያ እዚኣ ደሊል ጭብጢ በዚ ወሲዶም ኣለው ዑለማእ ሰለስተ ድበሉ ኣለው ካልእ ድበሉ ላኪን እቲ ራጅሕ እቲ ቀንዲ ቅኑዕ ድኾነ ክልተ ነፍኽ እዩ ደሎ ማለት እዩ። ከምኡ ውን ኢሉ ረቢ ቁሉቡ የውመኢዝ ዋጂፋ ቁሉብ ናይዞም ኩፋር ካብ መጠን ንላዕሊ እያ ትፈርሕ ጠይብ ናይቶም ሙእሚኒን ኣይዘከርን ረቢ እቲ ካልኣይ ክፋል ከ እንታይ ክኸውን ማለት እዩ ዓክስ ናቱ ኣንጻር ናቱ

እዚ ከኣ ቁድራ ናይ ኣላህ ክሳዕ ክንደይ ከም ምዃኑ የረደኣካ ማለት እዩ ምኽንያቱ ሓደ ዶክቶር ወሊላሂ ልመተሉ ልኣዕላ ሓደ ዶክቶር ሚእቲ ኦፕረሽን ብሓደ እዋን ግበር ተልካዮ ክገብር ደኽእል ኣይክእልን እዩ ምኽንያቱ ሓንቲ ዓይኒ እያ ዘለቶ ሓንቲ ኢዳ ወይ ክልተ ኢድ እየን ዘለዎኦ ክልተ ዓይኒ እየን ዘለዎኦ ሓንቲ ኣካል እያ ዘለቶ ሚእቲ ኦፕረሽን ኣብ ተፈላለየ ቦታ ከማን ወይ ኣብ ሓደ ቦታ ውን ክገብር ኣይክእልን እዩ ናይ ግድን እዩ ኣፖይንትመንት እንዳገበርካ ግዘ ግዜ እንዳገበረ ዕድሚኡ ውዳእ እቲ ኦፕረሽን ከይወደኦ ከሎ ስለዚ ነላህ ግን ወልላሂ ልመሰሉ ላዕላ ከምኡ ደድልዮ ንጉዳይ ኣይኮነን ኣላ እንታይ ፈኢነማ ህያ ዘጅረቱን ዋሒዳ ብሓንቲ ድምፂ ኩሉ ሰብ ካብ ሞት የተስኦ እዛ ደርስና ናይ ሎም መዓልቲ ኣብዚ ክትጭረስ ከላ ድመጽለሎ ሮቡዕ እንሻኣላህ ከም ቶም ኣቦታትና ድብልዎ ሰብ ሮቡዕ ይግበረና ዓሰርተ ክልተ ኣያ ክንወስድ ኢና እሳ ከኣኒ ብዛዕባ ቅሰት ሙሳ ዓለይሂ ሰላም ናብ ፍርዖን ረቢ ሊኢክዎ ናቱ ውጽኢት እቲ ፍርዖን ምእማን ኣብዩ ናቱ ውጽኢት ከ እንታይ ኮይኑ ኣብ ሃላክ ወዲቁ ወላሁ ተዓላ ድማ ዕብራ ገይርዎ ሊመን የዕተብር ኣብነት ገይርዎ ነቶም ከምኡ ድኣምሰሉ ናቱ ሲፋት ድሓዙ ስለዚ ካብ ቁጽሪ ዓሰርተ ሓሙሽተ ጀሚርና ክሳዕ ዕስራን ሽዱሽተን ደለዋ ኣያት ብዛዕባ ሙሳ እንታይ ከም እተረኸበ ምስ ፍርዖን ክንገልጽ ኢና ማለት እዩ። ከምቲ ረቢ ዝገለጾ ኣብዛ ሱራ እዚኣ፣ ሀል ኣታከ ሐዲሱ ሙሳ፣ ሰሚዕካዶ ብዛዕባ ሙሳን ፍርዖንን እንታይ ተረኺቡ? ብዛዕባኣ ካብ ቁጽሪ ዓሰርተ ሓሙሽተ ጀሚርና